ሰላም ሰላም ከመይ ኣለኹም ከመይ ትኾኑ ምሳኹም ዘለኹ ብርሃነ ንስኹም ከምዚ ኣነ ዘለኹ ፅቡቅ ክትህልው በዓል ምሉእ ተስፋ እየ ንሎሚ ብዛዕባ ታይፒንግ ክንርኢ መፅኤኩም ዘለኹ ታይፒንግ ማለት ኣብ ኪቦርድ ከመይ ጌርና እቲ ናይ ኣፃብዕትና ቅልጣፈ ከመይ ጌርና ክነመሓይሾ ከም ንኽእል ክንፅሕፍ እንከለና ማለት እዩ እዚ ጎኒ ጎኒ ናይቲ ኣብ ዝሓለፈ ጀሚርናያ ዘለና ማይክሮ ሶፍት ወርድ ጎኑ ጎኑ እሱ እናተማሃርናዮ እንዳረኣናዮ እንኮልና ክንቅፅሎ ኢና እሱ እንዳረኣና ከዓ እዚ እንደገና ጎኑ ጎኑ ከዓ ከመይ ገርና እቲ ታይፒንግ ከመይ ገርና ክንላመድ ከም ንኽእል ወይ እቲ ኣብ ኪቦርድ ከመይ ገርና እቲ ኣፃብዕትናስ ምፅሓፍ ክነላምዶ ከም ንኽእል እየ ከርእየኩም መፅየ ናብኡ ከብለኩም እዩ ያ ነዚ ንምርኣይ ወይ ንምኽፋት መጀመርታ ኣብ ጎግል ክሮም ንኣቶ ኣብዚኣ ኣብዚኣ ማለት እዚኣ ምልክት ዝገብረላ ዘለኹ ኣብዚኣ ናቱ ዳብል ክሊክ ጌርና ንኸፍታ ዳብል ክሊክ ማለት ክልተ ግዜ ጥወቕ ጥወቕ ነብል ኣብዚኣ ያ ከምዚ ጌርና ምስ ከፈትና ዘመፀልና እዩ ድሓር ኣብዚ ኣብዚ ክንገብሮ ንኽእል ኣብ ዝኾነ ኣነ ብዝገብሮ ሕጂ ኣብዚኣ ክሊክ ንገብር ሞ ሓርፍ ዳብሊው ዳብሊው ዳብሊው ይጥቀመላ ስለ ዝነበርኩ እዚኣ መፅያትን ኣላ ንስኹም ግን ምናልባት ስለ ቅድሚ ሕጂ ዘይተጠቀምኩምላ እንተ ኮንኩም ዘይክትፀንሓኩም ስለ ትኽእል ከምዛ ጌርያ ዘለኹ ዳብሊው ዳብሊው ጌርኩም ዶት ታይፒንግ ታይፒንግ ክሉብ ዶት ኮም ኢልኩም ፀሕፋ ዘለኹ ራእዮ ታይፒንግ ክሉብ ጌርና ዶት ኮም ንገብር ኢና እዚኣ ጌርና ምናልባት ሎጊን ክንገብረሉ ንኽእል ምስ ተደሊና ማለት እዩ እንተዘይደሊና እውን ከም ዘለዎ ክንገድፍዎ ንኽእል ኢና ኣብዚ ታሕቲ ብዝመፅያ ተለይ ኣለና ዓይ ኣብዚ ራዮ ኣብዚ ዋላ ከም ዘለዎ ክንገድፎ ንኽእል ኢና ድሓር ደሊና ዘይኮይኑ ግን ኣብዚ ታሕቲ ኣለና እዚኣ www ታይፒንግ ክለብ ዶት ዶት ኮም ገይሩ እንደገና ሎጊን ብላ ኣሎ እዚኣ ማለት ኣብዚኣ ክንኣቱ ንኽእል ኢና ብዝቐለለት ኣብዚኣ ተኣትኹም ፅብቕቲ ኮይና ትስማና እዩ ኣብዚ እውን ትኣትው ትኽእሉ ኩሉ ሓደ እዩ እዛ ነብዚኣ ክኣትዩ ሕጂ እዚኣ ምስ ገበርና ኣብ ክሊክ ምስ ገበርና እዚኣ ትመፅኣልና እያ ኦኬ እዚኣ ታይፒንግ ክለብ ለርን ታች ታይፒንግ ፍሪ ብላ ኣሎ ሕጂ እዚኣ ኢና ንኣቱ ኦኬ እዚኣ ንኣቱ ኣብዚ ካልእ ኣብዚ ኣብዚ ንድሕር ጠዊዕኩም ክመፀልኩም ይኽእል እንዲዩ ግን እፈላለት ዓይነት ማለት እዩ ሕጂ ዓይነት ስለ ዝፈላለየ ብፍሉይ ኣብዚኣ ክትጥውቁ ኣለኩም ድብል ዘለኹም ኦኬ ስለዚ ኣብዚ ኣብዚ ገዲፍኩም እዚኣ ከምዚ ምስ መፀትልኩም ኣብዛ መበልካ ለይቲ ዘላ እዚኣ ማለት ታይፒንግ ክለብ ለርን ታይፒንግ ፍሪ ትብል ዘላ ኣብዚኣ ንኣቱ ማለት እዩ ነፃ ማለት እዩ ብነፃ ታይፒንግ ክትላምደሉ ትኽእል ማለት እዩ እዚኣ ክሊክ ንገብር ኣብዚኣ እዚኣ ምስ ገበርና ከምዚ ክትመፀልና እዩ ከምዚ ክመፀልና እዩ ድሓር ቀፂልና እዚኣ እዛ ጌት ስታርት ትብል ዘላ ጌት ስታርት ትብል ዘላ ኣብዚኣ ክሊክ ንገብር ኦኬ ከምዚ መፀልና እዩ ድሓር ነዚኣ ክሊክ ንገብራ ጀገብርያ ንራይዋ ያው ሓንሳብ ሕጂ ከሎ ኣሎ ንፀብያ

ክትፅሕፍ ትኽእል የላምደካ እዚ ማለት እዩ ከም ድላይካ ሻሎ ከይረኣኻስ ከም ድላይካ ከምቲ ክኢላ ሰብ ክሳብ ትኸውን እዚ ከላምደካ ይኽእል ማለት እዩ እዚ ኩሉ መላመዲ እዩ እዚ ትሪኦ ኣለኹም ክሳብ ብዙሕ መላመዲ እዩ ዘለዎ ማለት እዩ ድሮ ብዚ ክሳብ ንሪኦ ዘለናስ ክሳብ ኣርባዕተ ሚትን ሰላሳን ገለን ዶ ኣለና ብዙሕ እዩ ብሙሉ እዚ ንሕር በፂሕናዮ ሲ ያ ፅቡቕ ክንክእሎ ኢና ማለት እዩ ፅቡቕ ናይ ስለዚ እዚ ኩሉ መላመድ እዩ ሕጂ ንሕና በዛ ቁፅሪ ሓደ እዚኣ ክንጅምር ኣለና ማለት እዩ በዚኣ ንጅምር ሞ ድሓር ብቢ እንታይ ድበሃል ብብሪካ ወይ ከዓ ስቴፕ ባይ ስቴፕ እንዳተለመድና ኢና ቀፅልና ኢና ንኸይድ ማለት እዩ ኦኬ ነቲ ሓደ ከይከኣልካ ናብቲ ሓደ ናሕር ሰጊርካ ግን ብዙሕ ውፅኢታዊ ኣይከውን እዩ ስለዚ እንታይ ክንገብር ኣለና በታ ቀዳሚት ንጅምር ድሓር ልክዕ ብቁፅሪ መልክዓ ከምዝገር የርእየና ኣሎ ክንከይድ ኣለና ማለት እዩ ንዓና ንክሕሸና ያ ስለዚ በዛ ቀዳሚት እዚኣ ክንጅምር ኣለና ናባኹም ብሎክ ነዚ ምስ ተላመድናሉ ኣብኡ ዝፀናሕና ኣብኡ ኣብዚ ሴፍ እዩ ዝኸውን ብመን መፂና ኣብኡ እንዳኣተና ኢና ንቕፅል ፀገም የብሉ ኦኬ እዚ ናባኹም ብሎክ እዩ ሕጂ እዚኣ ቁፅሪ ሓደ ዘላ ኣብዚኣ መጥኦ ክሊክ ንገብር ኣብዚኣ ንዓኹም ምርኣይ ሕጂ ፍልይ ብዝበለ ከምዚ ክፀንሓኩም ንዓኹም እዛ ቁፅሪ ሓደ ዝጠወቕኩዋ ፅንሕ ተምፃልና ይሃኩም እያ እዚ ሕጂ እዛ ኣብዚ ዘላ ሓፃር ቪድዮ እዚኣ እንታይ እያ ራይ ኩላ ድምፆም ክትከብላ ንኽእል ከይተዕብልለና ማለት ሕጂ እዚ እንታይ እዩ ኣብነት እዩ ዝነገረና ዘሎ ከመይ ጌርና ክንላምድ ከም ንኽእል ሲ መጀመርታ ኣብነት እዩ ዘርእየና ዘሎ ከምዚ ጌርካ ኢኻ ስኻ ትላመድ ዘለካ ኢሉ እዩ ዝሕብረና ዘሎ ስለዚ ንቅድም ንዕኡ ክትሰምዕዎ ትኽእሉ ኢኹም ብዘይብኡ እውን ሕጂ ሕብረኩም ስለ ዘለኹ እዚ ብዙሕ ተወሳኺ ዘድልዩ ይመስለኒ ንዕኡ እውን ተሰሚዕኩም ትሓልፉ ሕጂ ንሕና ኣብዚኣ ከምፃያ እዚ መወዳእታ ከምፃያ ክተቐፅለካ እንድሕር ኮይና ነዛ ቪድዮ ክሳብ መወዳእታ ክትፅሓለካ እዛ ናብዚ ከምፃያ ኣብዚ ኣምጻያ ሕጂ ድሓን ውላዕ ነይሩ ተቐጽል ሽዑ ድሓን ነዚኣ ሪኣ ከም ዝሓለፍካ ሽዑ እንታይ ትገብር ናብቲ ዝቕጽል ትወስደካ ባዕላ ኦኬ ሕጂ ሳ ርኢና ኣለና ማለት ኣነ ንቕድሚት ይሓሊፈ ከም ዘረኣኹም ከም ዘረኣኹም ያ ንስኹም ከዓ እውን ጌርኩም ተሕልፍዋ ወይ ንቕድም ትርእይዋ እታ ቪድዮ ፀገን ይብሉ ተረኣኹሞ ሽግር ኣይኮነን ኦኬ ከምዚ ምስ ገበርናያ እዚኣ ተምፅኣልና ሕጂ ትጅምር ኣላ ማለት እዩ ራዮ ሕጂ እዚ ራዮ እዚ እቲ ፊደላት ዘለዎ እዩ እዚ ብምሉ ሕጂ እዚ ኩሉ ኣይገበረትሉን ኣላ ንዓና ጌራትልና ዘላ እዝየን እዩ ምክንያቱ ኣብቲ ቀዳማይ ስቴብ ትላመዶ ሲ እዚ ትብለና ኣላ ማለት እዩ እዝየን ኢካ ክትላመድ ንቀደም ሕጂ ኣጻብዕትና ኣበይ ኣበይ ክቅመጥ ከም ዘለዎ ኣየናይ ኣጻብዕቲ ኣበይናይ ፊደል ክቅመጥ ከም ዘለዎ ልክዕ ከምዚ ጌራ ተርእየና ኣላ እዛ ንእሽቶ ኣጻብዕትና እዚኣ እዛ ዝነኣሰት ማለት እዩ ክላይነ ፊንጋ ብናይ ጀርመን ቋንቋ ብፍላይ ዘለዎም ማለት እዩ እዛ ንእሽቶ ኣጻብዕትና ኣበይ ኣብኤ ተቀሚጣ ኣላ እንድሕር ንሪኣ ኣለና ኤስ ከኣ እታ ድሕሪኣ ደላ ከምዚ እናበለ ተጻብዕትና ባዕሉ ኣበይ ኣበይ ክቕመጥ ከም ዘለዎ ኣየናይ ኣጻብዕቲ ነየናይ ፊደል ከምዚ ከምዝሕዝ ተርእየና ማለት እዩ ስለዚ ከምዚኣ ምስ ገበረትካ ኣበይ ክትጥወቕ ከም ዘለካ ከዓ ተርእየካ ኣላ ሕጂ ራይዋ እዚኣ እዛ ሓንቲ ኣመልካቲት ኣጻብዕትና እዚኣ ንበይና ደሚቓ ኣላ ኣብዛ ኤፍ እዚኣ ክትጥወቕ ከም ዘለዋ ማለት እዩ ኦኬ ኣብ ልዕሊ ኤፍ ኣላ ኣብኣ ከዓ ክትጥውቕ ከም ዘለካ ሕጂ ትሕብረና ኣላ ሕጂ ራይዋ እኮ ንዓ ንዓ ክጥውቓ እንዲ ራይዋ እኮ ከምዚ ምስ ገበርኩ ናበይ ሰጊራ ናብ ጀይ ከዓ ሰጊራ ሕጂ ኣብዚ ስለዚ እዛ ሓንቲ መልካቲት ኣፃብዕትኻ እዛ ይማነይቲ ብኣኻ ጥወቕ ትብላ ኣላ ስለዚ ሰማያዊ ዛብ ዘለዎ ኣብኡ ክትጥውቕ ኣለካ ሕጂ ኣብኡ ኣብዚ ኣብታ ጀይ ክትጥውቕ ዝግባእ ናብ ኤፍ ንድሕር ጠዊቐ ጌጋ ክትብለኒ እያ ኦኬ ስለዚ እንታይ ክገብር ኣለና ና ኣብኡ ኣብቲያ ተመልክተለይ ዘላ ንስኡ እቲ ምልማድ ዝኸውን ዘሎ ማለት እዩ ብኻልእ ኣባህላ ሕጂ ክተሕልፈና ነራ ይሮ እዚኣ ካብ ላመድ ትብላ ኣላ ክልቲኤን ከምዚ ዝገበርና ናብ ዝተሓልፈናዮ ኮንቲኒ ብላ ሸው ኮንቲኒ እናሓለና ካብኣ ቀፅለና ማእታን ማለት እዩ እዛ ገብራ ኔራ ይዋ ክትሓልፈን ኣላ ሕጂ ያ ከምዚ ክመፀልና እዩ ከምዚ ክመፀልና ኣፃብዕትና ልክዕ ከምታ ኣብዚኣ ተርእየና ዘላ ጌርና ክነቐምጦ ኣለና ማለት እዩ ከምዚኣ ጌርና ክነቐምጠን ኣለና ከምዚኣ ጌርና ምስ ኣቐመጥናዮም ብድሕሪኡ ልክዕ ንላመድ እዚኣ ሕጂ ራይዋ ኢኹም ኣበይ ኣብ ኤፍ ክጥውቕ ከም ዘለኒ እዚኣ ተርእየንላ እንደገና ኣብዚ ላዕሊ እውን ኣብዚ እውን ተርእየና ኣላ ማለት እዩ እዚአን ነዚ እዚ ንበዓል ኣንደርላይን ጌራትሉ ዘላ ሲ ኣብ ኤፍ ጥውቕ ትብላ ኣላ ማለት እዩ እዚኣ ንድሕር ኣብዚ ጀይ ንድሕር ከይዳ ከዓ ኣብ ጀይ ጥውቕ ማለት እዩ ስለዚ ተፃብዕትና ኣየናይ ፃብዕቲ ካብ ጀይ ከም ዘሎ ከዓ ትፈልጥ ማለት እዩ እዚ ከምዚኣ ጌራ ጅራይዋ ኢኹም ኤፍ እንደገና ረዮ ረዮ ቲክ ቲክ ሕጂ ነዛ ኤፍ ደላ ኣነ ጀይ ክጥወቂ ንዓኹም ምርኣይ ማለት እዩ ጌጋ ክገብር እንዲ ኣይትሕልፈኒ ረዮ ተጋጊኻ ትብለና ወይ ከዓ ከምዚ ድሕር ገይረ ጌጋ ዝበላ ስለዚ ታገብር ኣለኒ እዚኣ ማለት ከምዚ ገይራ ብጣዕሚ እያ ትሕግዘካ ተላምደካ ማለት ነቲ ጌጋኻ ጌጋ እናበለት ነቲ ቅኑዕ ዝሰርሕኻ ኢኻ ቅኑዕ ከም ዝገበርካ ቲክ ገይራ ትሕልፈካ ስለዚ ብጣዕሚ እያ ሓጋዚት ኣነ ፅበቕቲ ኮይና ረኺበያ ብፍላይ ኣብቲ ቀፂለን ዘለዋ ካብ ቁፅሪ ሰለስተ ኣርባዕተ እንዳሓር ዘሎ ናብቲ ዝበዝሐ እንዳኣተና ክንከይድ እንከለና ብጣዕሚ ኢና ንዓና ተላምደና እንዳደጋገምና እንዳደጋገምና ንሓንቲ ሓንቲ ግዜ ጥራሕ ዘይኮናስ እንዳደጋገምና ከነላምዶ ኣለና ሕጂ ራዮ ነዚኦም ክውደን እዩ ምሳኹም ኮይነ ራዮ ኦኬ ልክዕ እስኻ እቲ ቅልጣፈ እውን ድሓር ተሕዘልካዮ መዐቀን ኣለዎ ቅልጣፈ ክንደይ ከም ዝነበረ ድሓር እቲ መበል ሳልሳይ ራብዓይ ድሎ ምስ በፃሕና ከምኡ ተሕዘልካዮ እስኻ ምስ ግዜ ስተጉድሎ ማለት እዩ ንኣብነት ሕጂ ነቲ ዝተዋህበካ ነዚአን ሕጂ ኣብ ውሽጢ ሰላሳን ሽዱሽተን ሰከንድ እንተ ወዲእየን ድሕሪ ሕጂ እቲ ስፒድ ናተይ ንክውስኽ እስከ ኣብ ዕስራ ሰከንድ ክውድእ ንኽእል ዶ ኢለ እንታይ ድበሃል ገብር ማለት እዩ ኦኬ ክላ ንገብር እሞ ክላመዳ ከዓ ይጅምር ድሓር ድሕር ፅቡቅ ኣምፅያ ከምኡ ኦኬ ድሕር ልዕሊ ኮይኑ እውን ኣበይ ነርቲ ጌጋ ይርኢኻ የመሓይሾ ስለዚ ከም እናገበርና ባዕልና ኢና ንላምዶ ያጅራዮም ዳሓን ቅርፂ ነይራዮ ኦኬ ከምዚ ገበርካ ትኸይድ ሕጂ መሊሳ ነዚ ትደግመለይ ኣላ ያ ኦኬ ራዮ ሕጂ ከዓ እንደገና እታ ፃብዕትና ተመልክተልና ኣላ ሕጂ ኣበይ ኣበይ ክጠው ከም ዘለኒ ምሳይ ይኸይድ ኣሎ እቲ ኣመልካቲ ሰማያዊ ማለት እዩ እዚ ሰማያዊ እዚ ምሳይ ይኸይድ ኣሎ ኣበይ ክጥውቕ ከም ዘለኒ እሱ ዘመልከተና ኢና ንጥውቕ ከምቲ ሓንቲ ይበልኩ ያ ከምዚ ንገብር እዚ ምስ ገበርና ሕጂ ፅቡቅ ጌርካ ኣለካ ኢላ ኦኬ ናብ ዝተሓልፈ ኣላ ኣብዚ ሕጂ ናብዚ ኣረው ዘላ እዚኣ ትቐፅል ናብዚ ይብላ ኣብይ ሃርመ ክሊክ ገብር ማለት እዩ ሓርፍ ሓልፈን ሕጂ ራይዋ እዚ ፍልይ ብዝበለ እዚኦም ምስ መፅሓቸ ከይትዝረበሹ ማእታን እዚአን ከርእዩኩ ሓደ ከምዚ ጌርና ሕጂ ራይዋ ኤፍ ድሓር ኣብዚ ባዶ ቦታ እዚ ተምፅኣልና እዚ እንታይ ማለት ስፔስ ስፔስ ኣብቲ ናይ ናይ ኪቦርዳ እቲ እንተ ላፕቶፕ ሒዝና ኩሉ ሓደ እዩ ዝኾነ ፀገም የብሉ ናብቲ ኪቦርድ ኣብቲ ወሰን ኣለ ናብቲ ስፔስ መግበሪ መራሕ ሓቂ ማለት እዩ ብዛዕባ ኪቦርድ ኣብ ዝቕፅል ዋላ ንእሽቶ መግለፂ ክገብር እየ ኣብኡ ትርእይዎ ናይቲ ስፔስ ኢልና ሕጂ ንዛረበሉ ዘለና ብዛዕባ እቲ ኪቦርድ ብሓፈሻ ናቱ መግለፂ ኣለውኒ ብዛዕባ ድሓ ንእሽቶ መግለፂ ክገብር እየ ኣብ ዝቕፅል መዓልታት ኣብኡ ትርእይዎ ሽዑ እዚኣ ግን ስፔስ ማለት መራሕ ሓቂ ማለት እዩ ዋላ ኣብ ቴሌፎን ክትጠቕም ከለካ ሲ ንፅሑፍ ኩሉ ብሓንሳብ ኣይኮንካ እንተላግቡ ተረሓቂ ኢኻ ኣይኮነን ስፔስ ካዚ መራሕ ሓቂ ማለት እዩ እዛ ኣላት ናብቲ ኪቦርድ ናባና ወሰን ኣሎ ኦኬ ስለዚ እዚ ኣብዚኣ ባዶ ቦታ ተርእየና ዘላ ስፔስ ግበር ማለት እዩ ካልእ ቁፅሪ ንድሕር ሂበያ ትሰርሓ ካልእ ፊደል ንርኢ ሂበያ ትሰርሓለ ኢና ጅራ ይዋርሓ እታ ናይ ስፔስ ዝኾነ ወላ ከይ ክጥወቀ ጌጋ እዚ የተሕልፈኒ ስለ ስፔስ ክገብር ኣለኒ ኦኬ ከምዚ እናገበርና ንላመድ ማለት እዩ ብጣዕሚ እያ ንፅቡቅ ተረኪበያ ንክንላመደላ ብዙሕ ትሕግዘና እያ ማለት እዩ ኦኬ ምክንያቱ እዚ በቲ ሓደ ትዛናጋዕ ኢኻ ዘለኻ ንርእስኻ ውን ወላ ስራሕ እዩ ማለት እዩ ከም ገይም ልክዕ ከም ገይም ጸወታ ማለት እዩ ኦኬ ተዘናጋዕ ኣሎኻ በቲ ሓደ ከኣ ትላመድ ኢኻ ደለኻ ትኸስር ኣይኮንካን ደለኻ ማለት እዩ እዚ ካብ ስቕ ኢልካ ኣብ ዘይትረብሓሉ ገይም ክትጻወት ግዜኻ ተጥፍእ ያ ኢድካ እንዳላመድካ በቲ ከዓ ርእስኻ ከዓ ተዘናግዖ ብፍላይ ናይ ገይም ወልፊ ዘለዎ ሰብ ንሕር ሃሊሱ ብቐሊሉ እዚ ስንዑ ፅቡቅ ፆታ እዩ ማለት እዩ ክልተ ጥቀማሉ በቲ ከም ልማዱ ገብርሃሉ በቲ ከዓ እቲ ናይ ታይፒንግ ክእለቱ የዕብዩ ኣሎ ማለት እዩ። ስለዚ ከምዚ ጌርና እዚኣ ክንጥቀመላ ንኽእል ኢና። እዚ ምስ ወዳእና ደሓር ከምዚ ዓንቶይ ዝበልኩም ቀጽሉ ክትብለና እያ። እንዳቐጸልና ንኸይድ እያ። ብድሕሪ እዚ ከምዚ እናገበርና ምስ ከድና ከዓ እቲ ሶሪ እዚኣ ክውዳእ እያ። እቲ ቀጺሉ ዘሎ እንደገና ንላመዶ እሞ ከምኡ እንዳገበርና ምስ ከድና ንስ ድሓር ኣብቲ ልዕል ዝበለ ብፍላይ ምስ በፃሕና ኣብቲ ችላ ምሳሪ ይኩን ኣብቲ ልዕል ዝበለ ብፍላይ ምስ በፃሕና ብግዜ እንዳዓቀነትልና እያ ትኸይድ ሽዑ ክንደይ ከም ዝሃብናያ ብግዜ እንዳዓቀነትልና እያ ትኸይድ ኦኬ እዚ ከምኡ እንዳገበርና ንሕና እንዳተላመድና ከይረኣና ክንፅሕፍ ንጅምር እቲ ፍጥነትና የፃብዕትና እውን እንዳላመድናዮ ክንከይድ ንኽእል ማለት እዩ ብዙሕ ክትሕግዘና ትኽእል እያ ኢለ ይኣምን ብወገኒ ንዓይ ፅቡቕ ስለ ዝሓገዘትኒ ነዊሕ ክሳብ ሓሙሽተ ሽዱሽተ ወርሒ እንተ ተጠቂምናላ እዚኣ ብዘይምቁራፅ ማለት እየ ድሓን ኣብ ሓፂር ግዜ እውን ክንክእሉ ንኽእል እንዲና ግን ድሓን ምስቲ ዘለና ናትና ናይ ናብራ ጉዳይ ምስ ከምኡ ክብድ ክብል ስለ ዝኽእል ምርኻብ ክንስእነሉ ስለ ንኽእል ማለት እዩ ክሳብ ሽዱሽተ ወርሒ እንተ ናብ ነዚኣ ተደጋጊምካ እንድሕር ምሸት ምሸዲ ወይ ንጎንጎ ግዜ ሂብካ ተዳ ተላሚድካያ ሲ ፍርቂ ሰዓት ፍርቂ ሰዓት ሂብካያ ኦኬ እኽል እዩ ስለዚ ፅቡቅ ክንክእሉ ኢና ተስፋ ገብር ኦኬ ያ ንጠቀመላ እዚኣ ብጣዕሚ ክድግፈና እያ ከም ዝበልኩም ብዛዕባ ኪቦርድ ብሓፈሻ ኣብ ዝመፅእ ንእሾ መግለፂ ክገብር እየ ሓንሾ እቲ ሓደ ሓደ ናይ ኪቦርድ ክንፈልጦ ዝግባኣና ነገር ተደኣሃሉ ኣብኡ ክንረኽቡ ኢና የቐኒለይ እዚኣ ትመሰል ናይ ሎሚ ነይራ ክብር ሃበለይ ፀኒልኩም ሰማዕኹም